ራሄል ኣቲ ራሄል ሓፍተይ ኣታ ንስኻ ሓሚምካ ዲኻ እንታይ ደኹምካ ሰብ ትረብሽ እንታይ ኢልካ ኣለኻ ኣታ ኣነስ ምሕማም ምስ ሓሸኒ እታ ጋሕ ኢለ ከማን መሰዕረፍኩ ነይረ ሰሊ ጠፊእካ ክላ ገንዘብ ዳ ይጥፋእ ሰሪሕካ እኳ ይድመፅእ ገንዘብ ወርቂ ህሊ ምበላ ኣታ ኣነ ብገንዘብ ብገለ ጭንቀት የብለይ

ዮዲ ትበሃል ዓርኪ ኣላቶ ሕጅስ ዮዲ ትበሃል ዓርኪ ክሳብ እዚ ግዜ እዚ ከም ዘላቶ ኣነስ ርግጸኛ እየ ሕጂ ንዓይ እንታይ ደሊኒ ሃኒ ሶሪ በሊ ኣይትሓዝኒ ኖኖ ከምኡ ምዃኑ ባህርያቱስ ከይፈለጥኩ ምዝራበይ ንዓኺ ይቕሬታ። እወ ምናልባት ወዲ ስለ ዝኾነ ጓልያ ኢሉ ከቲርኒ ገለ ከይትብሉ። እወ ይቕሬታ ራሄል ኧረ ኧረ መዓ ንዓ ስማዕ ስማዕ ስማዕ ስማዕ ስቕ ኢልካ ዓይንኻ ናውቲ በል ንዓ ስምዓና ቧ እንታይ ኢላትካ ኣዋሪድካና ኣባላሽኻና ተበላሽኻ ካብ ምስ ታፍላ ዘውር ምስ ባድላ ዝተኸድነ ከልቢ ምዛርሕ ሸኒላትክ እንታይ ኢኻ ትብል ዘለኻ ፈሊጠ ኣባላሽኻና እኮ ኢኻ

ዋእ ስምዓኒ ዓይኒ የድልየኒ ኣነ። ግን እኮ ነዚኣ እኮ ኣነ እኮ ናይ ብልበይ እኮ እየ ኣፍቂረያ እኮ እየ በቃ ሞይታ እኮ እያ። ብምንም ተኣምር ኣይትኸውንን እያ ቅበጻ ኣብ መንገዲ ድሕሪ ሕጂ ከይዱ እንተ ሒዝኒ ስልጣን ይሃሉ ፔርሙዝ ይሃሉ ብዝሓዝኮ ክጨዶ እየ ኢላትካ። ክላ እሞ ጥዕይ ጌርካ ኣይተዛረብ ተወዲኣ ዳይንበር። ድሕሪ ምጭዳድ ዝመጽእ ነገር የለን። ኣነ እኮ ገሪምኒ ኣሎ እንታይ እቲ ናትካ ነገር ከመይ ዝገብረካ እቲ ፍቅሪ ግን እንታይ ከ ደይገብረኒ የንገብግበኒ ኣሎ እንታይ እንታይ ገንግበኒ እሞ እዚ ፍቅሪ ኣይኮነን ዓሶ ርእሲ ቅድም ተመርመር ኪድ ዋእ ንስኻ ሓቅኻ ላግጺ ተራእይካ ኣሎ። እዚ ፍቅሪ ኣይኮነን መጀመርታ ከይድካ ተመርመር። ፍቅሪ ምስ በሉካ ሓካይም ሽዑ ናባይ ትመጽእ እንታይ ዓይነት ኣፋዋውሳ ንጥቀም እዚ ካብቲ ክሎሮኪን እዩ ሂበያ ዘለኩ ዓሶ ስለ ዝገበረልካ ቀስ ኢለ ደንጓሕዲ ከይከውን ምስኡ ዝከይድ ናይ ፍቅሪ ኣገላልጻ ኣሎ ብኡ ክዛረበልካ እሞ እስኻ ጥዑይ ጌርካ ኣይተዛረብካዮን ኣንታ ማለት እዩ። ተዛሪበያ እየ ሰምዕ ድየ ተዛሪበያ ታይ ትግርኛ ስዋሃሊ እንድየ ክዛረብ እሞ እንታይ ደኣ ክገብር ታይ በቃ ከምዛ ዝበልኩኻ ሕጂ ኣድዮ ግበር ሮማ ሮማ ይጣም ሞይታ ነገር ሞይታ ክስታይ ደሞ ክገብር ምሻለ ከዚ መስተፋቅር ገለዱ ፈሪሕ ቀስ በል ከይሰምዓና ፈሪሕና እካ እምበርታ ዝሓሸት ኣማራፂ ትሰያ ነይራ ታፍልሓዊ ፐርከ እዛ ሰብ እዚኣ ድረ ኣይሰምዓካን ሓደ ዓርኪ ኣሎ ጠንቋል ናብኡ ንኺድ እሱ ኩሉ ነገር ክውደልኪ ኣብዚኣ ክታባላ መወፅ ክበካይ ከምላችን ድሕሪኻ በቃ እዚኣ ድሕር ትፈልጥ ኮንካ

እዘን ክዳን ስረን ላዕልን በይነን ከይከዳ እነግረካ ኣለኩ ቀልጢፍካ ወድእ ትውድእ ተኮይንካ ደሓን ሕራይ ጥራሕ ተዘ- ተዛረበለይ ጥራሕ በቃ ሕጂ ሰዓት ሰለስተ ኣብታ ንራኸበላ ቦታ ንራኸብ በቃ እዚኣ ድሕር ደኣ ጌርካለይ ንዓኻ ከኣ ስዲ ገርካ ደሓን ደሓን ኣለኒ ግደፍ ግደፍ ደሓን ደሓን ደሓን ንዓይ ትገብረለይ ስኻ ጥራይ ደሓን ካብዚ ሰሚዕ ገብገብ እኮ ኢኻ ኢልካ ዓሶ ርእሲ ድዩ ፍቕሪ ከማን እኮ ምርዳእ ኣቢልና ሕጂ እሞ እንተ- ደሓን ጥራይ ሰዓት ሰለስተ ኣብኣ ጽንሐኒ ሰዓ- ሰዓ- ሰዓት ሰለስተ ብ- ሰብ ክገድፈልካ እዩ ሒዝካ ዝመጽእ

አቤት ሰብ መቼም አለው እቶ በልዮ
እቶ ኣይትፍራሕ ሓበ ዝኾና

ራሄል ዝበሃል ፈቲኺ ኣለኺ። እወ እወ ፈተ ፈተ ጅግና ኣባ ጃማ ሽግር ክፈትሐልካ ኣብሽር ኣብሽር ኣባ ጃማ ፈረስካ ንዑ ደስ ምእንቲ ክብሎ ንዑ ዘምፃእኸዮ ገፀ በረከት ኣብዚ ቅድሚ ተቐምጥሉ

ኣብ መንገዲ ረኺብኪ ትጽፍዕን ክትጽፍዒ ምዃንኪ ትፈልጥ። ተፍላ እንታይ እዩ ቁርብተይ ጸገምካ? ጸገመይ ናትኪ ሕቶ ጥራይ
ዓሰርተ ግዜ ሸጊርክኒ ኣለኺ መበል ዓሰርተ ሓደ ግዜ ግን ክትጽፍዒ ምዃንኪ ትፈልጥ። ሰናን ተካል ስኑ ሕጂ ዕሪኻ ተገየጽ ሕራይ ገያጽ ኪድ ቢያቢያቢያቢያ። ክትከፍኣኪ እያ።